እምበር እቲ ካልኣይ ክፋል ከዓ እቲ ካልኣይ ክፋሉ ቀንዲ ትሕዝቶ ምርኣይ ኣገዳሲ ኮይኑ ስለ ዝረኣኹዎ እየ እቲ ሳመረ ድገብሮ ዘለኹ ማለት እዩ ካልኣይ ከዓኒ እቶም ብሕቶ ዳሓተትኩምኒ ሰባት ግቡእ ሕቶ ከም ዝሓተትኩም በዚ ኣጋጣሚ ከረጋግፀልኩም ይደሊ ማለት እዩ መፅሓፍ ቅዱስ ኣመፃፅኡ ብዝብል ብሓፂሩ ርኢና ማለት እዩ መፅሓፍ ቅዱስ ኣጠራናንፍኡ ርኢና መፅሓፍ ቅዱስ ከመይ ገይሩ ከም ተጠርነፈ መፅሓፍ ቅዱስ ዝብል ቃል ወይ ከዓ እቲ ካብ ቋንቋ ፅርኢ ዝመንጨወ ኮይኑ ቢብሎስ ካብ ዝብል ብእንግሊሽ ባብል ዝብል ወይ ከዓ እኩብ መፅሓፍ ቅዱስ ዝተፈለየ መፅሓፍ ብምዃኑ እዚ መፅሓፍ እዚ ቢብል ንብሎ መፅሓፍ መፅሓፍ መፅሓፍቲ መፀዊዒ ስሙ ኣበጋገሱ ካብ ቃል ፅርኢ ወይ ከዓ ካብ ግሪክ ዝመፀ ቢብሎስ ካብ ዝብል ዝተወስደ ምዃኑ ርኢና ማለት እዩ። እዚ ከኣ በቲ ኢንግሊሽ ቡክ ኦፍ ቡክ ዝብልዎ ካብ እኩብ መጽሓፍ ካብ ኩሉ መጽሓፍ ተኣኪቡ ሓደ ዝተጠርነፈ መጽሓፍ ስለ ዝኾነ ቢብል ኢሎም ትርጉም ከም ዝሃብዎ ርኢና ማለት እዩ። እግዚኣብሔር ይመስገን እዚ ርኢና ማለት እዩ። ጎይታ ይባረኽ። ካልእ መጽሓፍ ቅዱስ ከምዚ ሕጂ ተኣኪቡ ዝመጸ መጽሓፍ ኣይነበረን። መጽሓፍ ቅዱስ ካብ ኩሉ ገሊኡ ኣርባዕተ ሚእቲ ዓመት ጸኒሑ ገሊኡ ሽሕ ዓመት ጸኒሑ ተኣኪቡና ተኣኻኺቡ ተጠርኒፉ ዝመፀ እዩ ተፈልዩ እቲ ቀኖና ክግበር ከለውን ግዜ ከም ዝወሰደ ርኢና ማለት እዩ እዚ መፅሓፍ ቅዱስና እዚ ዓይነት ብዙሕ ታሪክ ከም ዘለዎ ኢና ንርኢ ማለት እዩ እግዚኣብሔር መስገን ካልእ መፅሓፍ ቅዱስ ኣብ ክልተ ይኽፈል ኢና ኣብ ሓድሽ ኪዳን ኣብ ብሉይ ኪዳን ሓድሽ ኪዳን ኢና ዘርዚርና ኣለና እቲ ብሉይ ኪዳን እንብሎ ብቋንቋ እብራይስጢ ክፀሓፍ ከሎ እቲ ሓድሽ ኪዳን ከዓ ብቋንቋ ግሪክ ከም ተፃሓፈ ርኢና ማለት እዩ ካልእ መፅሓፍ ቅዱስ ብእብራይስጢ ካብ ሽሕን ክልተ ሚትን ዓመተ ምህረት ቅድሚ ልደተ ክርስቶስ ጀሚሩ ንዓመታት እናተኣኻኸበ ድሕሪ ምፅንሑ ብልደተ ክርስቶስ ሚእቲ ድሕሪ ልደተ ክርስቶስ ኣብ ቤት ምኽሪ ወይ ከኣ ያብነህ ካብ ዝተባህለ ኣብ ናይ መወዳእታ መዕበዪ ስልጣን ቀኖናውነት ኣብቅዖ ማለት እዩ። እምበኣር ካልእ መጽሓፍ ቅዱስ ኣብ ክልተ ይክፈል ኢልና መጽሓፍ ቅዱስ ብብሉይን ብሓድሽ ኪዳን እቲ ብሉይ ንብሎ ብብራይስጥ ከም ተጻሕፈ እቲ ሓድሽ ኪዳን ንብሎ ከዓ ብግሪክ ከም ተጻሕፈ ርኢና ማለት እዩ ካልእ መጽሓፍ ቅዱስ ብብራይስጢ ካብ ሽሕን ክልተ ሚእትን ዓመት ቅድሚ ልደተ ክርስቶስ ጀሚሩ ንዓመታት እናተኣኻኸበ ድሕሪ ምምጽኡ ብሚእቲ ድሕሪ ልደተ ክርስቶስ ኣብ ቤት ምኽሪ ዋዓላ ጃብነህ ዝተባሃለ እቲ ናይ መወዳእታ መዕለቢ ስልጣን ቀኖናውነት ኣብቂዑ ማለት እዩ ኣብዚ ሰዓት እዚ ማለት እዩ ቀኖና ማለት እንታይ ማለት እዩ ናሪና ቀኖና ማለት ካኖን ንብሎ ብጣዕሚ እዚ ኣገዳሲ ኣርእስቲ ኢና ንትንክፍ ዘለና ቀኖና ማለት እንታይ ማለት እዩ ብዙሕ ሰባት እዚ ትርጉም እዚ ኣይፈልጥዎን እዮም ቀኖና እንታይ ከም ዝኾነ መፅሓፍ ቅዱስ ከመይ ገይሩ ተፈልዩ ከም ዝተዋህቦም ኣይፈልጥዎን እዮም ክንፈልጦ ይግባኣና እዩ ንመፅሓፍ ቅዱስና ሰንሲቲቭ ዝኾነ ኣረኣያ ክህልወና ምእንቲ እዚ ክነንብቦ ከለና ይረዳእና ማለት እዩ ከምዚ ገይሮም ፈልዮም ከም ዝሃቡና ምስ ተረዳእናዮ ነቲ መፅሓፍ ክንርድኦ ንኽእል ቀኖና ማለት መምዘኒ ወይ ከዓ መዕቀኒ ቅዱስ ፅሑፍ ማለት እዩ ቃል ብቃሉ ማለት መምዘኒ ወይ ከዓ መዕቀኒ ቅዱስ ፅሑፍ ማለት እዩ ቀኖና ማለት ቃል ብቃሉ ክሪ መዕቀኒ ማለት እዩ እግዚኣብሔር ይባረክ እተን መፅሓፍቲ ቀኖና ንብለን ፅሑፋት መዕቀኒ እምነት ናይ ብሉይ ኪዳን በቶም ቀዳሞት ኣይሁድ ዝዘረበሉ ዝነበሩ ቋንቋ ኣብራይስጢ እየን ዝተፃሓፋ ዘን ብዙሓት መብዛሕተን ቀኖና እተባሃላ ካብ ካብ ሓድሽ ኪዳን ገዲፍና እተን ዝረኣናየን ናይ ብሉይ ኪዳን መፃሕፍቲ ኩለን ብእብራይስጢ ከም ዝተፃሓፋ ኢና ንርኢ ገለ መፅሓፍቲ ናይ ናይ እብራይስጢ ብእብራይስጢ ዝተፃሓፈ መፅሓፍቲ ግና ከምቲ ዓንቶ ይድበልኩኹም እዝራን ዳንኤልን ብቋንቋ ኣርማይክ ከም ተፃሓፋ እዩ ዝነግረና ማለት እዩ እተን ብትርጉም ሰብዓ ሊቃውንቲ ናይ ቋንቋ ፅርዒ ተሓዊሰን ዝተተርጎመ መፅሓፍቲ እተን መንፈስ እግዚኣብሄር ደይብለን ተባሂለን ዝተፈልዋ እተን ዓሰርተ ሽዱሽተ መፅሓፍቲ ኣፓክራፊ ተባሂለን ተሰሜን ኣለዋ ኣፓክራፊ ማለት ከዓ ትሩፍ ሕቡእ መፅሓፍ ማለት እዩ እና ነዚ ትርጉም እዚ ርኢና ኣለና ማለት እዩ እግዚኣብሔር ይባረክ ኣፓክራፊ ማለት ትሩፍ መጽሓፍ ማለት እዩ። ትሩፍ መጽሓፍ ማለት እዩ ሕቡእ ማለት እዩ ወይ ከዓ ትርፊ ማለት እዩ ሕጂ እዘን ኣፓክራፊ ንብለን መፅሓፍቲ ገሊኦም ብካቶሊክን ብኦርቶዶክስ ኣመንቲ ቤተ ክርስቲያን ተቐባልነት ዘለወንን ብኣና ብወንጌላውያን ኣመንቲ ግና እዚ ናይ ኣፓክራፊ መፅሓፍ ብኣና ተቐባልነት ከም ዘይብሉ ብብዙሓት ሊቃውንቲ ተመራመድቲ መፅሓፍ ቅዱስ ሊቃውንቲ ወይ ከዓ ብኮሌጅ ወይ ከዓ ናይ መፅሓፍ ቅዱስ ቤት ትምህርቲ ኣቲኹም ክትመሃርዎ ክትክእሉ ከለኹም ኣብ ግዚኡ ብፅቡቅ ጌርኩም ብሰፊሑ ብዛዕባ እዚ መፅናዕቲ ክትገብሩ ትኽእሉ ኢኹም እምበኣር ኣነ ሎሚ ቀኖና እንታይ ማለት እዩ ኢለ ንገለ ኣሕዋተይ ኣብዚ መጽሓፍ ቅዱስ መጽናዕቲ ክትገብሩ ምሳና ይሕብር ማለት እዩ እምበኣር ካልእ ዝራናዮ እንተሎ ከዓኒ እዘን ኣፓክራፊ ዝበሃላ ጽሑፋት ሕቡኣት ጽሑፋት ትሩፋት ጽሑፋት ምስተን ኣብ ዓለም ለኻዊ ቅቡላት ዝኾና ስሳን ሽዱሽተን መጽሓፍቲ ቅዱሳት ሕውሳት ኣይኮናን ማለት እዩ ከምቲ ኣንተ ዝበልክዎም ማለት እዩ ዝርዝር ናይተን ኣፓክራፊ በዚኣ ክጠቕሰልኩም እየ ንምንታይ ኣድላይ ስለ ዝኾነ ካብ 12 ክሳብ 16 መፅሓፍቲ ይግምገማ ማለት እዩ ቀዳማይ እስድራስ ካልኣይ እስድራስ መፅሓፈ ጦቢት መፅሓፈ ዮዲት መፅሓፈ ጥበብ ሰለሞን መፅሓፈ መዝሙር ሰለስተ ቅዱሳት ቆልዑ ማለት እዩ መመላእታ ኣስቴር ዛንታ ሱዛና ጸሎተ ምናሴ ባሮኽ መልእኽቲ ኤርምያስ መጽሓፈ ሲራክ ቀዳማይን ካልኣይን መቃብኣያ ሳልሳይን ራብዓይን መቃብኣያ ተባሂሉ ኣብዚ ተዘርዚረን ኣለዋ ማለት እዩ እምበኣር ኣብ ወንጌላውያን ናይዘን ኣፓክራፊ ምትራፍ ሚስጥሩ ብክርስቶስ ተጠቒሰን ስለ ዘይፈልጣ እየን ኢሎም ቀንዲ መደምደምታ ሂቦሞ ኣለዉ የሱስ ክርስቶስ ብመፅሓፍትኹም ከምቲ ዓንተወይ ድበልክዎ ማለት እዩ እተን ዝፀንሓ ናይ ኣይሁዳውያን ናይ ቀንዲ ናይ ሕግታት መጽሓፍቲ እተን ቅዱሳት መጽሓፍቲ ንብለን ኢየሱስ ክርስቶስ ኣብ ግዜኡ ይጠቕሰን ነበረ ኣብ ገለገለ ቦታታት ማለት እዩ ኣብዚ ናይ ኣምሓርኛ ፕሮግራም ወንጌል ዮሃንስ ቀንዲ እቲ ካብተን ሰለስተ ሲኖፕቲክ ተባሃላ ወንጌል ካብዘን ሰለስቲኤን ፍልይ ደበሎ ብዙሕ ናይ ሕግታት ናይ ሙሴን ወይ ከዓ ቃላት ናይ ጥንቲ ኦሪት ሕግን ይጥቀም ከም ዝነበረ ዮሃንስ ንርኢ ማለት እዩ ዮሃንስ እቲ ናይ ቀዳማይ መፅሓፉ መጀመርያ ክጅምር ክሎ እቲ እግዚኣብሔር ቃል ነበረ ኢሉ ካብ ኦሪት ከምፅ ከሎ ኢና ንርኢ ካልኣይ ከዓ ውሽጢ ኣቲና ምስ ኣተና ብዙሕ ነገራት ንርኢ ማለት እዩ የሱስ ክርስቶስ እውን ኣብ ፅሑፋትኩም ኣብ ቅዱሳት መፅሓፍትኩም ከምዚ ኢሉ ኣይተነግረን እንዳበለ ይጠቅስ ከም ዝነበረ ይነግረና ስለዚ ካብዘን እዘን ሕጂ ዝረኣናየን 16 መፅሓፍቲ የሱስ ክርስቶስ ሓደ እንኳ ኣይጠቐሰን ስለዚ ብቐሊሉ እዘን ፅሑፋት እዚአን ትሩፋት ወይ ከዓ ሕቡኣት ኣፓክራፊ ከም ዝኾና የረዳእና ማለት እዩ ካልእ ብምክንያት ትሑት ብቑዕ ፅሑፋተን ምስተን መፅሓፍቲ ቀኖና ኣወዳዲርካ ኣብዚ ቅዱሳት ጽሑፋት ዘይቅቡላት ይገብረን ማለት እዩ። ዘን ጽሑፋት እዚኤን ትርእይወን ዘለኹም ማለት እዩ። እግዚኣብሔር ይመስገን ብዘም ክልተ መሰረታዊ ምክንያት ኣመክንዮ እዘን ኣፓክራፊ ተባሂለን ተፈንሌን ዘለዋ ጽሑፋት ክፅል ኣቢልና ትርጉም ናይ መፅሓፍ ቅዱስ ከመይ ገይሩ መፅሓፍ ቅዱስ ከም ተተርጎመ ኢና ንርኢ ብሉይ ኪዳን እብራይስጢ ካብ ኣሌክሳንድሪያ ብ285 ቅድሚ ልደተ ክርስቶስ ናብ ቋንቋ ግሪኽ ፅርዒ ትርጉም ሰብዓ ሊቃውንቲ ብምባል ተተርጎመ ማለት እዩ ቋንቋ ፅርኢ ብግዚኡ ብዓለሙ ዝዛረብሉ ቋንቋ እኳ እንተኾነ ያው እናተረስዐ ከምቲ ኣብ ሃገርና ግእዝ እናተረስዐ ድመፀ እናተረስዐ ብምምፅኡ መፅሓፍ ቅዱስ ልክ ግዕዝ ካብ ራብዓይ ክሳብ ሻብዓይ ክፍለ ዘመን ብምሉእ ተተርጎመ ማለት እዩ ይቕሬታ እዚኣ ሓዊሰያ ኣለኹ ኣብ ሃገርና ናብ ቋንቋ ግእዝ ክትርጎም ናይ ግድን ኮነ ማለት እዩ እዚ ብግሪክ ስለ ዝነበረ ማለት እዩ ድሓር ተተርጊሙ ድሕሪኡ ግእዝ ካብ ራብዓይ ክሳዕ ሻብዓይ ክፍለ ዘመን ብምሉእ ተተርጊሙ ማለት እዩ እዚ ንሪኦ ዘለና ካብ ኣብ ርባዕተ ሚእቲ ዓመት መፅሓፍ ቅዱስ ናይ ላቲን ትርጉም ሒዙ ፀኒሑ ርባዕተ ሚእቲ ዓመት ናይ ላቲን ትርጉም ሒዙ ፀኒሑ ንሓደ ሽሕ ዓመት ከዓኒ ወግዓዊ መጽሓፍ ቅዱስ ኮይኑ ጸኒሑ ማለት እዩ። እዚ ቀልጢፉ ተረሲዑ ልክዕ ከምቲ ግእዝ ኣብ ዓድና እተረስዐ ማለት እዩ። ካብ ሻብዓይ ክፍለ ዘመን ክሳብ ዓሽራይ ክፍለ ዘመን ኣቢሉ ናብ ቋንቋ እንግሊዝ ክትርጎም ተፈተነ ብሽሕን ሰለስተ ሚእትን ዕስራን ብሽሕን ሰለስተ ሚእትን ሰማንያን ኣርባዕተን ዓመተ ምህረት ጆን ዊክሊፍ ዝተባሃለ እንግሊዛዊ ምሁር መደብ ምትርጓም መጽሓፍ ቅዱስ ናብቲ እንግሊዝ ቀልል ብዝበለ ጀሚሮ ማለት እዩ ብድሕሪኡ ብሽሕን ብሽሕን ሰለስተ ሚትን ሰማንያን ሓድሽ ኪዳን ድሕሪ ምውድኡ ብድሕሪ ንሱ ስለ ዘይወድኦ የዕርኽቱ ናብ ድምዳሜ ከም ዘብፅሕዎ ኢና ንርኢ ማለት እዩ ስለዚ እዚአን ኢና ርኢና ቀንዲ እቲ ሓሳብ ድረኣናዮ ሕጂ እዚ ሳማሪ ዝገበርናዮ ናይቲ ድረኣናዮ ክፍሊ እዩ ካልእ ዘይጠቐስኩዋ ኣላ ብዛዕባ እቲ ብራናታት ማለት እዩ ብዛዕባ እቲ ብራናታት ያው እናበለየ ምስ ከደ እቲ ብራናታት እናበለየ እናደኸመ ምስ ከደ ኣይሁድ ድማ ነቲ ዝበለየ መፅሓፍ ምቕባሩ ልምዶም ስለ ዝነበረ ይቐብርዎ ነበሩ ማለት እዩ ከይበሊ ከይበላሾ ብሰሪ እቲ ልማድ እቲ ዝፀንቁ- ዝ- ዝፀነተ ማለት እዩ ብኩሪ ፅሑፋት ተባሂሉ ተፀዊዑ ማለት እዩ እቲ ናይ ቀደም ፅሑፋት ተሓቢኡ ዝነበረ ዝቐብርዎ ዝነበሩ ፅሑፋት ብኩሪ ፅሑፋት ተባሂሉ ከም ዝተፀውዐ እውን ርኢና ማለት እዩ በዛ ኣጋጣሚ ካልእ ሓድሽ ኪዳን ብቋንቋ ፅርኢ ግሪክ ስለ ዝነበረ ፅሑፋት ሓድሽ ኪዳን ተኣኻኺቦም ከም ሓደ ትርጉም ጥርኑፍ መፅሓፍ ኮይኖም ክሳዕ ዝተሓዙ ሰለስተ ሚእቲ ዓመት ወሲድሎም ይኸውን ኢሉም ኢሎም ይግምቱ ማለት እዩ። እዚ ብዛዕባ ናይ ሓድሽ ኪዳን ቋንቋ ኢና ንዛረብ ዘለና። ሓድሽ ኪዳን ኩሉ ክሳዕ ዝጥርነፍ ሰለስተ ሚእቲ ዓመት ወሲድሉ ኣሎ ማለት እዩ። እግዚኣብሔር ይባረኽ። እምበኣር ፓፒሩስ ዝበሃል ከዓ እዚ ኣብ ብማያዊ ኣታክልቲ ኣብ ደቡብ ኣውሮፓ፣ ሰሜን ኣፍሪካን ብፍላይ ከዓ ወሓዚ ኒል ዝበቁል ኮይኑ ካብ ጉንዲ ፓፒሩስ ተሰሪሑ ወረቃቅቲ ናይ ጥንቲ ሰነድ ከም ዝርከቦ ርኢና። ፓፒሩስ ኣብ ጥንታዊ ግብፂ ዝበቁል ኣታክልቲ እዩ። እዚ ብዙሓት ትፈልጡ ኢኹም። ሙሴ ምስ ተወልደ ተጠቕለልሉ እዩ። እዚ ብታሪክ እውን ንፈልጦ ኢና። ጥቕልል ብራናታት መፅሓፍቲ ክሳብ 10 ሜትር ዝነውሐ እውን ከም ዝነበረ ንርኢ ማለት እዩ እቲ ናይ ቅድሚ ሕጂ ናይ ፅሑፋት ሕግን ፅሑፋት ዛንታን ፅሑፋት ነቢያትን ብከምዚ ተፃሒፉ ከም ዝነበረ ንርኢ ማለት እዩ ካልኣይ ካብ ካልኣይ ክፍለ ዘመን ድሕሪ ልደተ ክርስቶስ ኣትሒዙ ናብ ሓድሽ ኪዳን መፅሓፍ ቅዱስ ብኮዴክስ መልክዕ ርኢና ማለት እዩ ዘን ሰለስተ ኮዴክስ ርኢና ማለት እዩ ሲናይቲክስ ኮዴክስ ንብሎ ርኢና ቫቲካኑስ ድበሃል ኮደክስ ርኢና ካልእ ኢደ ጽሑፋዊ ኣሌክሳንድሮስ ድብል ኮደክስ ርኢና ማለት እዩ ስለዚ ነዚ ኩሉ ዝረኣናዮ ይሕዋተይ ምሳና ኮንኩም ከም ብሓድሽ ዓይነ ቅኒት መጽናዕቲ ዲስካቨር ክትገብሩ ይዕድመኩም ሓውኹም ሬቨረንድ መሳፍንት ኣሌክሳንደር እየ ፈረንሳይ ከተማ ፓሪስ ኣብዚ ኣብ ኣልፋ ኦሜጋ ሜድያ ሚኒስትሪ ኣብ ነካፍሎ ናይ ቃል ኣምላኽ ፍልጠት ምሳና ኮንኩም ኣብ ዝጠዓመኩም ግዜ ነቲ ንሕና ነመሓላልፎ ትምህርትታት ክትካፈሉ ብኣልፋ ኦሜጋ ሜድያ ሚኒስትሪ ይዕድመኩም እምበኣር ነቲ ፕሮግራማትና ከዓኒ ጀመርቲ ስለ ዝኾንና ምእንቲ ክንትስእ ምእንቲ ሓገዝ ክኾነና ሳብስክራይብ ክትገብሩልና መልእኽትታትኩም ኣብ ትሕቲ እቲ ደካማ ጎንን ፅቡቕ ጎንን ክትፅሕፉ በዚ ኣጋጣሚ ይላወቡ ማለት እዩ እግዚኣብሔር ይባርኩም ጎይታ ይባርኩም ምሳይ ኮንኩም እዚ ናይ መፅሓፍ ቅዱስ መፅናዕቲ ፕሮግራም ትከታተሉ ስለ ዘለኹም የመስግነኩም ኣብ ዘቕረባ ግዜ ከዓ ብዳይሬክት ላይፍ ኣቲና ብዙሕ መተንባህታታት ክንገብር ኢና ብቐጥታ ውን ነዳልዎ ትምህርቲ ክህሉ ምሳና ኮንኩም ፈለክ ክትገብሩ ይኹን እምበኣር ጎይታ ይባርኩም ኣብ መወዳእታ በቲ ናይ እግዚኣብሔር ኣብ ፍቕሪ ጸጋ ብክርስቶስ የሱስ ብመንፈስ ኣምላኽ ብሰላም የፋነወኩም። ጎይታ ይባርኩም። ተባረኹ። እግዚኣብሔር ምሳኹም ይኹን። እግዚኣብሔር ኣምላኽ ምሳኹም ይኹን። ተባረኹ። ታንኪዩ